የቐኔለይ ሲሳይ ሕጹብ መዓንጣ ኢና ንብሎ ከም ዝገመትኹሞ ግን የኾነይ እቲ ምኽንያት ሰለስተ ግዘ በረኪና ሰትዩ ሞት ገጽ ከሊእዎ ጥዕና ጣብያ ይኸይድ መዓናጥኡ እናተለቕለቐ ንገዝኡ ሞት ማለት ገዛ ምቕያር ግዲዩ ዝመስሎ ኣነስ ሎሚ ሎሚ እኮ ዘይቲ ክቅበል ቀበሌ ከይደ ወረፋ በዚሑ ኢሉ በረኪና ክሰቲ ይግልገል ኣሎ ኣፍቲ ከባቢ ብሽሙ ከይኮነስ ብሽም እቲ በረኪና ክፅዋዕ ጀሚሩ እዩ መፍረይት በረኪና ዝኮነ ትካል ግን ሰለስተ ግዘ ሰትዩ ሰለስተ ግዜ ምትራፉ ኣይተዋሓጠሉን እቲ በረኪና ደቀቅቲ ታህዋስያን እውን ንክቀትልን ከይቀትልን ዓማዊል ክጠራጠሩ ገይርዎም እዩ ብምባል ጸሚዱ ሒዝዎ። ብዝኾነ ትማሊ እውን ንራብዓይ ግዘ በረኪና ሻት ስለዝገበረ ሒዝናዮ ናብ ጥዕና ጣብያ። ደጊፍና ደጋጊፍና ኣብ ሓደ ወንበር ኮፍ ነብሎ። ሓፍቱ ሎሚ ምብኻይን ምጭናቕን ገዲፋቶ እያ። ብርእሱ ደጊፋ ሒዛ በረኪና ምስታይ እውን ደወልፊ ይኸውን? እናበለት ተዕረምርም። ኣብ ሞንጎኡ በበይ ገፅ ከምዝመፀት ዘይረኣናያ ሓንቲ ሓፃር ሰበይቲ ብሞንጎ ኣእጋርና ሾሊኻ ኣታ ዓፊንኹም ክትቐትልዎ ዲኹም ደሊኹም ኽሉስቲ ኽሉ ኽላታ ታይ ይውረምሎ ኽሉ ንስኺ በቃ ንሳ ጥራሕ ደጊፋ ትሓዞ ኢላ በተነትና ናባይ ገፅ ቁልሕ ኢላ ድማ ታእዩ ኾይኑ በረኪና ሰትዩ እንታይ ዓይነት ናብ ሓፍቱ ቁልሕ ኢለ እንታይ ዓይነት ድዩ ዝጥቀም ኹልግዘ ክብላ ንቑሩብ መሊሰያ ኣቲ ንዓኽን ድየ ኢላ ደንገፀትኒ እንድዒ ደንጊጽና ስለ ዝነበርና ዓይነቱ ኣይረኣናዮን። ቅርብ ኢላ ብኢዳ ዓይኑ ግልጽ ኣቢላ ረኣየቶ'ሞ ብፉፍ እወ እኒሆ'ንዶ ተዘፍዚፉ ዝወዓለ ክዳን ይጨኑ። መን እዩ'ሞ መጀመርያ ሪእዎ? ኣነ ትብል ሓፍቱ። ወዲእዎ ድዩስ ዋላ ፍርቁ እዩ ሰትይዎ? እንድዒ! ግን ኣብ መሬት ዝፈሰሰ እውን ነይሩ። ቕድሚ ሕዚ ሰትዩ ይፈልጥ ድዩ? እወ፣ ሰለስተ ግዘ። እሞ እዚ ደኣ ልማድያን ድዩ? ካብ ባዕሉ ሓሊፉ ንሰብ ምግባዝ ክጅምር ይኸውን እምበር። ሰበይቲ መልሓሳን ቑመታን ኣይመጣጠኑን። ኹላትና ድንን ኢልና ንቑልቑል ኢና ንሪኣ ዘለና። ናይ መልሓሳ ነገር ግን ዘረባ የብሉን። ረስኒ ኣለዎ ድዩ ኢላ ግንባሩ ሕዝ ኣቢላ ድማ ተውሳኹ ረስኒ የብሉ ዋዒ ታይ ግበሩኒ ኢሉ ኢኸ በረኪና ዝሰተየ ኣበይ ኣለኺ ኢላ ድማ ብዓይና ኣለሸትኒ ንዓይ ምዃኑ ፈሊጠ ናብኣ ቅርብ በልኩ ቁርቁር የብሎ ዶ ድዩ ሕዝ ሕዝ ግን እታ ዘላትኒ ንእሽተይ ፍልጠት ክጠራጠር ትገብረኒ ኣላ እያ ኩሉ ነገራ እዩ ዝገርም ኣጆኹም ኣይትፍርሑ በረኪና ሎሚ ሽንኳ እንዶ ሰብ ክቀትል ማክያ ዝሓዘ ክዳን ኣየጽርን ኣሜባን ገለመለን እንተሃልይዎ ግዳ ምሕር ክብል እዩ ንዓይ ርእይ ኣቢላ ድማ እንተ ንስኺ ንሱ ጌሩ ኢልኺ ከይትፍትንዮ ከምቲ ዝርእየኪ ዘለኹ ብጨንኡ እውን ፍግም ትብልዮ ክትመስሊ እቲ ክሳብ ሐዚ ይመጽእ ኣሎ እናተብሃልና ኣርብዓ ደቃይቅ ሙሉእ ዝተጸበናዮ ዶክተር ደቂሱ ምንባሩ ብዘፍልጥ ኹነታት ዓይኑ ጓህሪ መሲሉ ገፁ እናደራረዘ መፀም። ወዮ እቲ ቆልዓ በረኪና ሰትዩ ምንም ኸምዘይኾውን ካብ ዘለና ተሞክሮ ስለ ዝተረዳእና ኢና ትዕግስቲ ብትዕግስቲ ተፀቢና እምበር ነገር ሓኻይምስ ሱቕ እዩ። እቲ ዶክተር ናባና ገፅ ቕርብ ኢሉ ሓዴኹም ምስኣ ኸይድኹም ካርድ ኣውፁሉ ንስኻትኹም ድማ ሒዝኹሞ እተው ኢሉ ነቲ ኣብ ጥቓና ዘሎ ማዕፆ ኸፊቱ ኣተወ። ኣነ ዝሰማዕክዎ ምእማን ኣቢኒ ንታ ሰበይቲ ስዒበ ናብ ካርድ ክፍሊ። ዝገርመኩም ክሳብ ሕዚ ክተደንቁረና ዝጸንሐት እታ ካርድ መውጽኢት እያ። ኣብ ሕክምና ካብ ምስራሕ ወጻኢ እዚኣ እትበሃል ፍልጠት ዘይብላ። ንግዝኡ ግን ንቶም ምሳይ ዝነበሩ ኣይነገርክዎምን። ኣብኡ ደቂሱ እውን በረኪና ከይእዝዝ ፈሪሐ። ብዝኾነ ሎሚ እውን መዓናጥኡ ኣሕጺብና ንገዝኡ ወሲድናዮ ኣለና። እምበር ሕጹብ መዓንጣ።